ሰላማት ሕጂ ናብ ካልኣይ ክፋል ኣቲና ኣለና ናይ ምስጢረ ቋንቋ ማለት ዝሓለፈ እዋን ቀዳማይ ክፋል ጌርና ነርና ሕጂ ናብ ካልኣይ ክፋል ኣቲና ኣለና ማለት እዩ ኣርእስትና ናይ ሎሚ ፊደላት ክኾን እዩ ሳምንቲ ቁፅርታት ማለት እዩ ግእዝን ካልኦት ቋንቋታት ጌርካ ምምዛን። ሕጂ ተኺልና ናብ ኣርእስትና ንኸይድ። ናይ ግድን ነዚ ግእዝ ጽቡቕ ጌሩ ክርድኣና ሕጂ እቲ ፊደል ናይ ዓረብ ኣብዚ ኣቕሪበልኩም ኣለኹ።

ማለት እዩ ሕጂ ዓረብ ብዙሕ ግዜ ብነጥብታት እንድዩ ዝፍለጥ ወይ ምልክት ኣብ ላዕልን ታሕትን ኣለዎ ማለት እዩ ሕጂ ኣብቲ ታሕቲ እንድሕር ርኢኹሞ ብህ ከም ብህ ትንበብ እንድሕር ከምዚ ስርክል እንድሕር ሒዛ ማለት እዩ ብህ ትንበብ እንድሕር ኾይና ትድገም እንድያ ማለት እዩ። እንድሕር ኣብዚኣ ከምዚኣ ዓይነት መስመር እንድሕር ሒዛ ማለት እዩ። ኣብቲኣ ካልኣይቲ ማለት እዩ። ብ ማለት እዩ። ሕጂ እቲ ኣብ ታሕቲ ዘሎ ሓምሻይ ፊደል ማለት እዩ። ሕጂ እዚ ከም ቡን ይንበብ ማለት እዩ ብዘይ በ ከም ኡን ይንበብ ማለት እዩ እንድሕር ንኣብነት ታ ወሲድኩም ቱን ቱን ይንበብ ማለት እዩ እንድሕር ኣብዚ ክልተ ነጥቢ ሒዝኩም ማለት እዩ ክልተ ነጥቢ ምልክት እንድሕር ኣሎ ቱን ይኸውን ማለት እዩ ከምኡ ከማን እዚ ናይ ክልተ ምልክት ኣብ ታሕቲ ብሸድሸይቲ ማለት እዩ ካብ የማን ናብ ጸጋም እንድዩ ዓረብ ከም ትግርንያ ኣይኮነን ካብ ጸጋም ናብ የማን ኣይኮነን ሕጂ እንድሕር ክልተ መስመር ኣብ ላዕሊ ኣለዋ ባን እያ ትንበብ እንድሕር በ ደይኮነት ከም ኣን እያ ትንበብ ማለት እዩ እንድሕር ክልተ መስመር ኣብ ታሕቲ ኣለዋ ቢን ይንበብ እቲኣ ከማን ባ ትንበብ ማለት እዩ። ሓንቲ መስመር ኣብ ላዕሊ እንድሕር ኣሎ ከም a ትንበብ b ከማን ሓንቲ መስመር ኣብ ታሕቲ እንድሕር ኣለዋ ከም b ግን እንድሕር b ደይኮነት ከም e ትንበብ ማለት እዩ። ከምዚኣ ምልክት እንድሕር ገይራ ኣብ ላዕሊ ከም ቡ ትንበብ ማለት እዩ። ው ማለት እዩ። ሕጂ እዚ እንታይ ሽሙ ቀጻሊ ተንብቦ ኣለካ እንድዩ እንድሕር ደይተንብቦ ትርስዖ ትክእል ኢካ ማለት እዩ ሕጂ ሓሙሽተ ደቂቅ ክሳብ ዓሰርተ ደቂቅ እንድሕር ኣንቢብኩሞ ዓረብ ተንብቡ ትክእሉ ማለት እዩ ብቀሊል መገዲ ሕጂ ኣብዚ ኩሉ ብትግርኛ ተጻሒፉ እንድዩ ዘሎ ከመይ ይድመጽ ካብ የማን ናብ ጸጋም እዩ ኦፖሲት እዩ ማለት እዩ ከም ትግርኛ ኣይኮነን ካብ ጸጋም ናብ የማን ከምኡ ከማን ሄብራይስቲ ከማን ከምኡ እንድዩ ግን ሕጂ ናይ ሄብራይስቲ ኣይንገብርና ናይ ዓረብ ኢና ንገብር ሄብራይስቲ ኣብ ካልእ ክፋላት ክርእየኩም እየ ማለት እዩ ሕጂ ናብ ኣርእስትና ንኺድ እሞ ሕጂ እቲ ሳምንቲ መብዛሕቱ ግዜ እቲ ናይ ከባቢና ማለት እዩ ሳምንቲ ብትርጉም ኣሎ እቲ ትርጉም ሕጂ እንታይ መዓል ሶኒ ማል ሰናይ መዓልቲ ሶሉስ ሳልሳይ መዓልቲ ሮቡዕ ራብዓይ መዓልቲ ሓሙስ ሓምሻይ መዓልቲ ዓርቢ ፀሓይ ትዓርበሉ ቀዳም ቀዳሚት ሰንበት ሰንበት ሰናይ ቤት ከምኡ እንዳገበርካ ዳርጋ እቲ ንእሽተይ ታሪክ ኣለዋ ማለት እዩ ከም ሕጂ ኣብ ከባቢና ይኹን ኣብቲ ቁርብ ርሕቅ ኢልካ እዚ ናይ ዓረብ ቋንቋ ይኹን ገለመለ ዳርጋ ተመሳሰሊ እዩ እቲ እንታይ ሽሙ ማለት እዩ ምስቲ ሃይማኖት ተኣሰረ ኣጻዋውዓ መዓልትታት ኣለና ምስቲ ቁጽሪ ተኣሰረ ኣጻዋውዓ መዓልቲ ኣለና ማለት እዩ ሕጂ ብ ዓረብን ብ ሄብራይስቲን ዮም መዓልቲ ማለት እዩ ሕጂ ንኣብነት ሶኒ ኣል ኢስነይን ይብልዋ ማለት እዩ ብ ዓረብ ብ ትግረ ኣል ቲነይን ይብልዋ ኣልቲነይን ወይ ሰኞ ከማን ይብልዋ በቲ ናይ ትግረ ዲክሽነሪ ናይ ሙሳ ኣሮን ሙሳ ኣሮን ዝበሃል ኣሎ ሓደ ትግረ ዲክሽነሪ ዝጸሓፈ ኣብኡ ሰኞይ ይበሃል ማለት እዩ ሰኖይ ሰኖይ ተወሳኺ እቲ ዓረብን ትግረን ዳርጋ ተመሳሰሊ እዩ ዋላ እቲ ትግርኛን ዓረብን ህብራይስትን ሕጂ ኣብ ሶኒ ሸኒ ትብል ማለት እዩ ኣብ ናይ ህብራይሲ ማለት እዩ ሶሉስ ብትግርኛ ዮም ሽለሺ ሽለሺ ትብል ማለት እዩ። ሕጂ እቲ ምስቲ መዓልትታት ዝኸይድ ማለት እዩ። ወይ ሕጂ ሰንበት ናይ ብቋንቋ ዓረብ ኤልኢኻድ ማለት እዩ። ኤልኢኻድ ሕጂ በቲ ኣቆጻጽራ ናይ ሄብራይሲ እንድሕር ርኢናዮ ቀዳማይ ማለት እዩ። ኤኻድ ማለት ኤኻድ ቀዳማይ ብናይ ሄብራይስጥ ቋንቋ ብናይ እንታይ ሽሙ እንታይ ሽሙ እዩ ማለት እዩ ወይ ቀዳም ኣሳቢት ይብልዋ ዓረብ እቲኦም ሄብራይስቲ ዮም ሻባት ይብሉ ማለት እዩ ትግረ ሕጂ ሰንበት ዲኢሽ ሰንበት ኣባይ ይብሉ ማለት እዩ ኣልጁምዓ ዓርቢ ብትግረ ማለት ኣልጁምዓት ዓርቢ ብዓረብ ኣልጁምዓ፣ ኣልኻሚስ ዳርጋ ኣብ ኩሉ ዳርጋ ተመሳሰሊ እዩ ማለት እዩ። ሓሙስ ምስ ናይ ሓሙሽተ ሓምሻይቲ መዓልቲ ምትእስሳር ኣለዋ ትሓስቦ ትኽእል ኢኻ። ንሕና ኣብዚ ቀጻሊ ከሕብረኩም ድየ ሕጂ ንኣብነት ቀዳም ቀዳመይቲ ሰንበት ማለት እዩ ቀዳመይቲ ፈርስት ሳንደይ ከማን ብእንግሊሽ እንድሕር ኣንቢብናዮ ማለት እዩ ሰንበት ካልኣይቲ ሰንበት ትበሃል ሰናይ ቤት ወይ ብላስት ሃውስ ከማን ትብሎ ትኽእል ኢኻ ብእንግሊሽ ማለት እዩ ሶኒ ሰናይ መዓልቲ ማለት እዩ ሶሉስ ሳልሳይ መዓልቲ ሮቡዕ ራብዓይ መዓልቲ፣ ሓሙስ ሓምሻይ መዓልቲ፣ ዓርቢ ፀሓይ ትዓርበሉ። ሕጂ ብቋንቋ እዚኦም ዩሮፕ ማለት እዩ እዚ ናይ ስዊደን ናይ ጀርመን ይኹን ዳርጋ ተማሳሰሊ እዩ ገርማንሽ ሽፕራክን ይበሃል ጀርመን ላንጉጅ ሕጂ ምስ ናይ ዋይኪንግ ገለ ምትእሳር ኣለዎ እንድዩ ሕጂ ሞንደይ ሙን ደይ ማለት ናይ ወርሒ መዓልቲ ደይ ኦፍ ደ ሙን ማለት እዩ ቱስደይ ናይ ሓደ ኢድ ጣኦት መዓልቲ ማለት እዩ ሕጂ ጥልያን ብፍረንች ብእስፓንዮል ይኹን ማርዲ ማርቴዲ ወይ ማርቴስ ይፅዋዕ ማለት እዩ እቲ ሶሉስ ሕጂ እሱ ምትእሳር ምስቲ ፕላነት ማርስ ኣለዋ ማርስ ሕጂ ከም ናይ ውግእ ጣኦት እዩ ነይሩ ኣብቲ ናይ እዚኦም ቫይኪንግ እዞም ቫይኪንግስ ዝኣምንሉ ዝነበሩ እዚ ኦዲን ይባሃል ነይሩ ናቶም ጣኦት ዋላ ሃላ ዋሃላ ገለ ከምኡ እምነት ነይርዎም ድዩ ቅድሚ ናብ ክርስትና ምእታው ሕጂ ብኣ እዩ ዝኸይድ ዘሎ እዚ መዓልትታት ናይዚኦም ዩሮፕ ማለት እዩ ሕጂ ናይ ናይዞም ሮማን ምናልባት ቁርብ ፍልይ ይብል ግን ምስቲ እንታይ ሽሙ ትእሰር ኣለዋ ሕጂ ወድነስደይ ደይ ኦፍ ድ ጀምን ጎት ዎዳን ዌድነስደይ ይብሉ ማለት እዩ ናይ ጣኦት ዎዳን መዓልቲ ማለት እዩ ናይ ቅድሚ ክርስትና እምነት ዝነበሮም እዞም ሕጂ ከም ጀርመን ድዮም ዝሕሰቡ ግን ጀርመን ኣይኮኑን ዋይኪንግ ትራይብስ እዮም ኪንግስ ትራይብ እዚኦም ሕጂ እዞም ጥልያን ጌርማንያ ወይ ጀርመን ኢሎም እዮም ዝፅውዖም ነይሮም ኣብቲ ናይ ሮማን ኤምፓየር ግዜ ማለት እዩ ሕጂ ቱርስደይ ናይ ቶር ቶር ስደይ Thursday ሕጂ ናይ ጣኦት Thor መዓልቲ ብማርቴሎ ሕጂ ማርቴሎ ብጥልያን ድዩ ንጽውዖ ዘለና ብርቂ ካብ ሰማይ ናብ ምድሪ እንዳሃረመ በቲ ማርቴሎ ጌሩ ፈጠረ ማለት እዩ። ሕጂ ኮምኡ ይኣምኑ ማለት እዩ ሕጂ ዋላ ብቋንቋ ጀርመን ዶነር ስታክ ይበሃል ማለት እዩ ዶነር ሕጂ ብርቂ ማለት እዩ በቲ ናይ ቋንቋ ናይ ጀርመን ማለት እዩ ሕጂ እቲ ካልእ እቲ ናይ ስዊዲሽ ገለ ተመሳሰሊ እንድዩ ዋላ ዲንስታክ፣ ዲንቲንስታክ፣ ቲስታኽ ይብሉ ገለ ተማሳሰሊ እዩ ምስቲ ናይ ስዊደን ምስቲ ናይ ኖርወይ ምስ ዴንማርክ እንድሕር መዚንካዮ ዳርጋ ተማሳሰሊ እዩ እቲ ቋንቋ ማለት እዩ ተወሳኺ ፍራይደይ ናይ ፍሬያ ፍሬያ ፍሪዳ መዓልቲ ማለት እዩ ሕጂ እሳ ናይ

ኣብ ዓርቢ መዓልቲ ኣይዋግኡን ነይሮም ማለት እዩ ስለምንታይ ዋ እዚኣ ጣዖት ፍረያ ፍሪዳ ኬትኹሪ ገለ ይብሉ ይኣምኑ ነይሮም እዮም ኣብቲ ናቶም ግዜ ማለት እዩ እዚ ሕጂ ቅድሚ ከባቢ ትሽዓተ ሚእቲ ሽሕ ዓመት ገለ ሽዑ እንዲኦም ናብ ክርስትና ኣትዮም ሕጂ ንሕና ቅድሚኦም ዲና ኣቲና ቅድሚ እዚኦም ስዊደን እዚኦም ጀርመን ማለት እዩ ሕጂ ክርስትና እትም ሮመን ኤምፓየር እሶም ክርስትና ኣብቲ ፈለማ ግዜ ኣትዮም ነይሮም ግን እትም ሕጂ ኩሎም ሴሜን ዘለዉ ሴሜን ዩሮብ ዘለዉ እሶም ክሳብ ቅድሚ ሽሕ ዓመት ብናቶም እምነት ይኸዱ ነይሮም ማለት እዩ ብናቶም ጣኦት ዝኣምንሉ ማለት እዩ ሕጂ ሳተደይ ምስቲ ምትእሳር ምስቲ ናይ ፕላነት ናይ ዛቶርን ኣሎዋ እንድዩ ዛቶርን ሕጂ ከም ዝዓበየት ፕላነት እያ ትሕሰብ ማለት እዩ ሕጂ ሓደ ክልተ ሳይንቲስት ኣለው ዩፒተር ከም ዓቢ ፕላነት ኢሎም ይሓስብዋ ማለት እዩ ነዚ ዛቶርን ከም ዓቢ ኣይርእዎን እዮም ማለት እዩ ሕጂ ብኣ ምክንያት የተ ሰተርደይ ዛቶርን ደይ እቲኣ ኤን ጥራሕ ተሪፋ እያ ሰተርደይ ገይሮማ ማለት እዩ ሳንደይ ሕጂ መዓልቲ ናይ ፀሓይ ማለት እዩ ደይ ኦፍ ቲ ሳን ወላ ሕጂ እንድሕር ፈሊኻዮ እንድሕር ሪኢኻዮ ሳን ደይ ርዱእ እዩ ናይ ፀሓይ መዓልቲ ከም ዝኾነ ማለት እዩ ሕጂ ናትና ምስቲ እንታይ ሽሙ ምትእስሳር ኣለዎ እንድዩ ምስቲ ናይ ሃይማኖት ናይዚኦ ምስ ናይ ፕለኔት ምስ ናይ ወርሒ ምስ ናይ ተፈላለየ ዓይነት እንታይ ሽሙ ርእይቶ ኣለዎም ድዮም እትዮም ቅድሚ ክርስትና ምእታዎም ዝኣምንሉ ዝነበሩ እዚኦም ቫይኪንግስ ናቶም እዩ እዚ ከማን ኣብ ባህረ ሓሳብ ኣብ ናይ ልሳን ተዋህዶ ትረኽብዎ ትኽእሉ ኢኹም ማለት እዩ ንሓን ኣብቲ ቪድዮ ኣብቲ ዲስክሪፕሽን ክእትወልኩም ድየ ሽዑ ካብኡ ከማን ባዕልኹም ርኢኹም ትምርምርዎ ትኽእሉ ኢኹም ማለት እዩ ሕጂ ንኣብነት ካህን ወይ ቀሺ ወይ ቀሲስ ወይ ሼክ ወይ ሼክ ሓላፊ ናይ ቤት ሃይማኖት ማለት እዩ ሕጂ ቀሺ ቀሺ ካብ የማን ናብ ጸጋም እንድሕር ኣንቢብካዮ ሽቀ መጽ ማለት እዩ ሼክ ከም ሼክ ጌርካ ትሪኦ ትኽእል ኢኻ ማለት እዩ ሕጂ ኣብዚኣ ተጋጊና እንዲና ካብ የማን ናብ ጸጋም ማለት እንድዩ ካብ ጸጋም ናብ የማን ደይኮነስ እቲ ኦፖሲት ማለት እዩ ሕጂ ከምኡ እንድሕር ኣንቢብናዮ ሽከ መጽ ማለት እዩ ሕጂ ቀሺን ሸይኽን ዳርጋ ትርጉሙ ሓደ ምስ ካህን ዳርጋ ሓደ እዩ ሓላፊ ናይ ቤት ሃይማኖት ወይ ኣማሕዳሪ ወይ ኣገልጋሊ ናይ ሕብረተሰብ ከማን ትጽውዖ ትኽእል ኢኻ ማለት እዩ በቲ ናይ ቀደም እንታይ ሽሙ ዝርእዎ ዝነበሩ ማለት እዩ ሕጂ ሸይክ ወይ ሼኽ ካብ የማን ናብ ጸጋም እንድሕር ኣንቢብካዮ ቀሺ ወይ ሼኽ ሸኸ ኽሸ ኽሸ ኽሸ ይመጽእ ማለት እዩ። ሕጂ መብዛሕትኡ ግዜ እቲ ብትግርኛ ንብሎ ፊደላት እንድሕር ካብ የማን ናብ ጸጋም ወይ ካብ ጸጋም ናብ የማን እንድሕር ኣንቢብናዮ ወይ እተፈላለየ ቃላት መጽእ ወይ እንታይ ሽሙ መጽእ ማለት እዩ። ሕጂ ኣብ መብዛሕትኦም ሃገራት ኣብዘን ትሪእወን ዘለኹም ማፕ ካህን ወይ ቀሲስ ወይ ቐሺሽ ይብሉ ኣብ ተፋላለያ ሃገራት ማለት እዩ ሕጂ እንድሕር ብቆንቋ ዓረብ ሪኢናዮ ፕሪስት ማለት ብዓረብ ካህን ማለት እዩ ብቆንቋ ፋርስ ኢራን ማለት እዩ እንድሕር ሪኢናዮ ቃሺሽ ማለት እዩ። ቀሺሽ ብዓረብ ከማን ተጻሒፉ ኣሎ ነቲኦም ዓረብ ዘንብቡ ዝኽእሉ ማለት እዩ ሕጂ እንድሕር እቲኣ ናይ ሓንቲ ወይ እንድሕር ዕስራ ፍርቂ ሰዓት ኣጽኒዕኩሞ እዚ ተንብብዎ ኣይ ከሸግረኩም የብሉን ማለት እዩ ተንብብዎ ትኽእሉ ኢኹም ግን ቀጻሊ ተንብብዎ ኣለኩም ነቲ ዓረብ ትርስዕዎ ኢኹም እንድሕር ዘይተንብብዎ ማለት እዩ ሕጂ ዋላ እዚ ናይ ኬንያ ብናይ ኬንያ ቋንቋ ኩሃኒ ይብሉ ማለት እዩ ዳርጋ ምስ ካህን ይማሳሰል እዩ ስዋሄሊ ስዋሄሊ ሕጂ ኣብ ኡጋንዳ ኬንያ ሩዋንዳ ታንዛንያ ብሩንዲ ኣብዘን ተፈላለያ ሃገራት ይዝረብ እዩ ማለት እዩ ከም ስዋሄሊ ማለት ስዋሄሊ ፍሉጥ ቋንቋ እንዲዩ ኣብቲ ከባቢ ሕጂ ክወሃኒ ከማን ይብሉ እሶም ማለት እዩ እዚኦም ናይ ኩርዲ ቋንቋ ማለት እዩ ሕጂ ኣብ ሰሜን ኢራቅ ዘለዉ ኣብ ኢራን ኣለዉ ኣብ ቱርኪ ኣለዉ ኣብ ሱርያ ኣለዉ እንዲኦም ኣብኡ ከባቢ እዚኦም ኩርዲ ሕብረተሰብ ይርከቡ እንዲኦም እሶም ከማ ቀሲስ እዮም ዝብሉ ማለት እዩ ዳርጋ እቲ ቋንቋ ተመሳሰሊ እዩ ጥራሕ እንታይ ድዩ በቲ እዚ ኩርዲ እዩ እንድሕር ኢሎምካ በቃ እቲ ሓንጎልካ ተዓጽዎ ስለ ዘለካ እንታይ ሽሙ ኢካ ትኸውን ማለት እዩ ኣይፈልጦን እየ ገለ ትብል ማለት እዩ ግን እንድሕር ግእዝ ፈሊጥካ ነዚአን መብዛሕትአን ቋንቋታት ዋላ ናይ ኣርሜንያ ቋንቋ እንድሕር ሪኢኹማ ካሃና ይብሉ ማለት እዩ ዳርጋ ምስቲ ካህን ናይ ግእዝ ዳርጋ ሓደ ትብሎ ትኽእል ኢኻ ማለት እዩ። ወይ ቐሺ ወይ ቃሺሽ ወይ ቄሲስ ወይ ካህን ይኸውን ማለት እዩ። ሕጂ መብዛሕትኦም ቋንቋታት ኣለዉ ማለት እዩ። ሕጂ ከማን ከም ሽም ኣሎ እንድዩ እቲ ካህን ካህን ከም ሽም ይፍለጥ እዩ። ሕጂ ሓደ ፍሉጥ ተዋሳኣይ ኣሎ እንድዩ ኣብ ህንዲ ከም ካህን ይፍለጥ ማለት እዩ። ሕጂ ንዕኡ ኣምጺኤልኩም ምእንቲ ኩላትኩም ጽቡቕ ጌሩ ጊርኩም ተስተማቕርዎ። ሕጂ እዚ ፍሉጥ ናይ ሂንዲ ተዋሳኣይ እንድዩ ብዙሕ ፊሊም ገለ ሰሪሑ እንድዩ። ሕጂ ካብኡ ጀሚርካ ክሳብ ብታሪኽ እንድሕር ኸይድናዮ እዚ ሕጂ ናይ ቺንግስ ካን ቺንግስ ካን ሕጂ እቲ ዳርጋ ንፍርቂ ዓለም ዝገዝዐ ማለት እዩ። እዚኣ ሕጂ ስልክ ሮት ብስልክ ሮት ካብ ሞንጎልያ ካብ ሻይና ክሳብ ዩሮፕ ይበፅሑ ነይሮም ማለት እዩ ሕጂ ናይ ንግዲ ነይሩ እዩ ሕጂ ኣብዚ ኣብ ናይ ዓሰርተ ክልተ ክፍሊ ዘመን ዓሰርተ ሰለስተ ክፍሊ ዘመን ኣብኡ ዳርጋ እዚ ኩሉ ሃገር ይገዝእ ነይሩ እዚ ቺንግስ ካን ማለት እዩ ክራን ሕጂ ብናቶም ከም ኣገልጋሊ መራሒ ናይ ሓንቲ ማሕበር ናይ ሓንቲ ጉጂለ ማለት እዩ ብናቶም ኣካይዳ ማለት እዩ ሕጂ ኣብ መብዛሕትኦም ሕብረተሰብ ካን ኣገልጋሊ ሓላፊ ከም ሓላፊ እዩ ዝሕሰብ ማለት እዩ ሕጂ እቲ ቋንቋ ዳርጋ ሓደ ከም ዝኾነ እዩ ጥራሕ ከብርሃልኩም ዝፅዕር ዘለኹ ብኣ ምክንያት እየ እዚ ኣምፅኦ ማለት እዩ ከም ሽም ከም ናይ ታሪክ ቦታ ማለት እዩ ሕጂ ኣብዚ ኣብዚ መብዛሕትኦም ቦታታት ካህን እቲ ትርጉሙ ከም ኣገልጋሊ ከም ሓላፊ ይረኣይ ማለት እዩ ሕጂ እዚ ብግዝ እንድሕር ርኢናዮ ካብ ግዝ ተፈጠረ ማለት እዩ፣ ካብ ግእዝ ተመስረተ ክንብሎ ንኽእል ኢና። ሕጂ ሓደ ክልተ መርመርቲ ኣለዉ እንድዮም ንግእዝ ከም ቀዳማይ ቋንቋ ደይሪኡዎ። ግን እንድሕር ነቲ ግእዝ ጽቡቕ ጌርና ኣስተማቒርናዮ ብዙሕ ምስክር ንረኽበሉ ኢና ማለት እዩ። እንድሕር ግእዝ ተማሂርናዮ እቲ ግእዝ ቋንቋ እንታይ ሽሙ ይሕግዘና እዩ ነቲ ካልእ ቋንቋ ነቲ ታሪኽ ነቲ ሃይማኖት ክበርሃልና ክርዳኣና ማለት እዩ ሕጂ ተወሳኺ ኻማውያን ሴማውያን ኣብ ናይ ሎሚ ኤርትራ ትርከብ ማለት እዩ ቅድሚ ሚእቲ ዓመት ከም ሓማሴን እያ ትፍለጥ ነይራ ሕጂ ብዙሕ ሰብ ንሓማሴን ከም ዞባ ማእኸል ዝውክል እዩ ጥራሕ ዝሪኦ ነይሩ ማለት እዩ ግን እሱ ልክዕ ኣይኾነን ሓምን ሴምን ማለት እዩ ሓምን ሴምን ንሙሉእ ኤርትራ ዝውክል ነይሩ እዩ ማለት እዩ ሕጂ ኣብ ኤርትራ ተራኺቦም እዮም ሓም ሴም ፈጢሮም ማለት እዩ ሕጂ ሃም ደቂ ቁሽ ኩሽ ወሊዱ ማለት እዩ ሕጂ ኣብዚኣ ካርታ ትሪእዋ እንዲኹም እዚ ሕጂ እዚኦም ጻዓዱ መርመርቲ እንድዮም መርሚሮሞ እዚ ግን ካብ ሃይማኖት እዮም ወሲዶሞ ማለት እዩ ወይ ካብቲ መጽሓፍ ቁዱስ ናይ ሄብራይስቲ ወይ መጽሓፍ ቁዱስ ናይ ተዋህዶ ወይ ናይ ኣብ ናይ ቁራን ኣብ ሰለስተኡ ዳርጋ ሓደ ዓይነት ተጻሒፉ ኣሎ ማለት እዩ ግን ሕጂ ኣብ ቁራን ምናልባት ቁርብ ፍልይ ዝበለ ተጻሒፉ ኣሎ ከምዚ ብልክዕ እቲ ዘርኢ ኣይጸሓፉን ሕጂ ኣብዚ ሃም ኣብዚ ሸም ሕጂ ኣብ ኤርትራ ተራኺቦም ማለት እዩ ኣብ ናይ ሎሚ ኤርትራ ትፍለጥ ማለት እዩ ሕጂ እዚኣ ኤረ ኤርትራ ከም መረብ ምላሽ ብዙሕ እንታይ ሽሙ ከም መሬት ባሕሪ ከም ምድሪ ባሕሪ ከም ኣዱሊስ ከም ፑንትላንድ ብዙሕ ኣስማት ኣለዋ እንድዩ ትፍለጥ ግን እቲ ቀንዲ መበገሲ እቲ ኻማውያን ሴማውያን ኣብዚ ተራኺቦም ማለት እዩ ብኣ ምክንያት እያ እዚኣ ሓም ሸም መፅያ ማለት እዩ ሓማስ ሴም መጺኣ ማለት እዩ። ሕጂ ብዙሕ ሰብ ሓማሴን ከም ዞባ ማእኸል እዩ ጥራሕ ዝሪኣ ማለት እዩ። ከም ዞባ ማእኸል ተወዲኡ ግን ሓማሴን ንብሄር ትግርኛ ጥራሕ ዘይውክል ነቲኦም ትሽዓተ ብሄራት ይውክል ትብል ትኽእል ኢኻ ማለት እዩ። ንኩሽቲክ ንሴሚቲክ ዝውክል ሽም ማለት እዩ። ካብ ሓምን ሴምን ማለት እዩ። እቲ ኣስማት ማለት እዩ ሕጂ ኣብዚ ኣብ ናይ ቶራ ኣብ ናይ መጽሓፍ ቅዱስ ናይ ተዋህዶ ኣብ ናይ ቁራን ከርእየኩም ሕጂ ኣብ ናይ ጦራ ኣብ ጀነሲስ ቻፕተ 10 ትረኽብዋ ትኽእሉ ኢኹም ኣብቲኣ ቁፅሪ ሓደ ደቂ ኖህ ተፃሒፎም ኣለዉ ማለት እዩ ሸም ሃም ማለት እዩ ከም ኣብቲኣ ካርታ ዝረኣናያ ማለት እዩ ኣብዚኣ ካርታ ዝረኣናያ ሃምን ሸምን ማለት እዩ ያፌት ከማን ነይሩ ማለት እዩ ሕጂ ያፌት ናብ ጢልያን ናብ ግሪክ ገፁ ከይዱ ማለት እዩ ሓምን ናብ ሰሜን ኣፍሪቃ ከይዱ ማለት እዩ ሰምን ናብዚ ስዑዲ ዓራብያ የመን ዝፍለጥ ቦታ ማለት ከይዱ ማለት እዩ ድሕሪኡ ናብ ኤርትራ ኣትዩ ማለት እዩ እቲ ሰም ሕጂ እዚ ኣብ ናይ ያሁድ መጽሓፍ ቅዱስ ተጻሓፈ ማለት እዩ ኣብ ናይ ኦሪት ዘፍጥረት ምዕራፍ ዓሰርተ ኣብ ናይ መጽሓፍ ቅዱስ ኸማን ትረኽቦ ኢኹም ማለት እዩ ፍቕደ ሽዱሽተ ደቂ ካም ከኣ ኩሽን ምስ ራይምን ኢሉ ተጻሒፉ ኣሎ። ኩሽን፣ ኩሽን ሕጂ እቲ ናይ ኩሽቲክ ብሄር ማለት እዩ። ኣብ ኤርትራ ዝርከብ ኩሽቲክ ኣሎ እንድዩ። ሕጂ እሶም ኩሎም ካብ ካም፣ ካብ ሃም ተፈጢሮም ማለት እዩ። ብዛዕባ እቲኦም ኒሎዋ፣ ኒሎቲክ ካልእ ግዜ ነዕልል እንዲና። ሕጂ ከይገፍሓና ምእንቲ እቲ ኣርእስቲ። ሕጂ እዚኦም ኣብ ፍቕዲ ሽዱሽተ ምዕራፍ ዓሰርተ ኦሪት ዘፍጥረት ትረኽብዎ ኣብ መጽሓፍ ቅዱስ ትረኽብዎ ትኽእሉ ኢኹም ማለት እዩ ሕጂ ናይ ደቂ ሰም ከማን ኣብ ምዕራፍ ዕስራን ሓደን ተጻሒፉ ኣሎ ማለት እዩ ልክዕ ኦሪት ዘፍጥረት ምዕራፍ ዓሰርተ ፍቕዲ ዕስራን ሓደን ተጻሒፉ ኣሎ ከም ጽሑፍ ኣብኡ ተንብብዎ ትኽእሉ ኢኹም ኣብ ቆራን ከማን ኣብ ናይ ሱኒ ማለት እዩ ሺኣ ደይኮነ ሕጂ ናይ ሺኣ ኣንበብኩን ናይ ሱኒ ጥራሕ ኣንቢበ ሕጂ ኣብ ሱር ሰብዓን ክልተን እቲ ወለዶ ናይ ኖህ ተጻሒፉ ኣሎ ኣብ ሱር ሰብዓን ሸውዓተን እቲ ወለዶ ናይ ኖህ ኣበይ ከም ዝኸዱ ተጻሒፉ ኣሎ ማለት እዩ። ከም ሱዳን ከም ቱርኪ ገለመለ ኢሎም ሓቢሮም ኣለዉ። ሕጂ ሱዳን ቀደም ኣይትጽዋዕ እንድያ ነይራ ከም ኑብያ እንድያ ትፍለጥ ነይራ ሕጂ እንድያ ሱዳን ሽባ ዋላ ኤርትራ ከማን በቲ ናይ ታሪኽ ምኽንያት እንድዮም ጥልያን ኤርትራ ኢሎማ ሕጂ ኤርትራ ኢትዮጵያ እዚ ኩሉ መብዛሕቱ ኣስማት ሕጂ ቅድሚ ሕጂ ሚእቲ ዓመት ገለ ዝኸውን ዝመፀ ማለት እዩ ምስቲ ግዝኣት ገለ ዝመፀ ኣስማት እዩ ማለት እዩ ግን ኤርትራ ምስቲ ናታ ታሪክ ዝኸይድ ምስቲ ናይ ሮመን ኤምፓየር ምስ ኣዱሊስ ንግዲ ክገብሩ ስለ ዝነበሩ ነቲ ከባቢ ዝፈልጥዎ ብታሪክ ስለ ዝፈልጥዎ ዝነበሩ እቲኣ ሃገር ኣብ ቀይሕ ባሕሪ ትርከብ ኢሎም እዮም ጸዊዖማ ማለት እዩ ልክዕ እቲ ምስቲ ናታ ታሪኽ ዝኸይድ ሽም እያ ተዋሂባ ኤርትራ ማለት እዩ ኢትዮጵያ ሕጂ ጸሊም ማለት እንድዩ ጸሊም ጸሊም ከምዚ ጸሊም ሰብ ማለት እንድዩ ምስቲ ሕጂ ምስ ናይ ሙሉእ ኣፍሪቃ ገለመለ እንድዩ ኢትዮጵያ ዝበሃል ግን እሱ ሕጂ ካልእ ኣርእስቲ እንድዩ ደሓን ኣብ ካልእ ግዜ ኣጸቢቕና ነዕልለሉ ንኸውን ከም ሓበሬታ ግን ምእንቲ ትፈልጥዎ ማለት እዩ ሕጂ እዚ ብዙሕ ሰብ እንታይ ይሓተካ ዋ እዚኦም ሕጂ እዚኦም ዓረብ ገለመለ ኩሎም ሕጂ ጻዕዱ እዮም እንድሕር ርኢናዮም ማለት እዩ ንዓና ይመስሉን እዮም ግን ቅድሚ ቅድሚ እዚ ኣሌክሳንደር ደ ግሬት ኩሎም ንዓና ዳርጋ መስሉ ኔሮም ትብል ትኽእል ኢኻ ማለት እዩ። ብከመይ ከምኡ ይብል ኣለኹ ሕጂ ቫይኪንግስ ነይሮም እዚኦም ቫንዳል ቫንዳሊዝም ከማን ቫንዳሊዝም ከም ነገር ዝሰብር ዕግርግር ዝፈጥር ነቲ ከባቢ በቃ ግምጥል ግምጥል ዘብሎ ሕማቕ ነገር ዝገብር ማለት እዩ ኢሎም ከም ቃል ኣላህ እቲ ትርጉማ ከማን ምስቲ ታሪክ ናይቶም ቫይኪንግስ እዩ ዝኸይድ ማለት እዩ እሶም ሕጂ ዝኣምኑ ዝነበሩ ወሪሮም ይዕምፁ ገለመለ ሕጂ እዚኦም ኣብ ሰሜን ኣፍሪቃ ነይሮም እዮም ማለት እዩ ሕጂ ኩላትና ንፈልጥ እንዲና ሕጂ ቤተሰብ ኣዝማት ገለ ኣለውና ወይ ኣሕዋት ሓደ ክልተ ኣለውና ምስ ካብ ጻዓዱ ዝወለዱ ማለት እዩ ደቅንሽዮ ይኹኑ ተባዕቶ ይኹኑ ብዘይገደስ ሕጂ እንድሕር ነቲኦም ውላዶም ርኢኻ ዳርጋ ከም ዓረብ እዮም ዝመስሉ ማለት እዩ ሕጂ ኣብ ናይ ኤርትራዊ ጥራሕ ዘይኮነ ሱዳናዊ ይኹን ኢትዮጵያዊ ይኹን ሶማላዊ ይኹን እዚኦም ኩሎም ክሳብ ታንዛንየ ክሳብ ሩዋንዳ እዚኦም ኩሎም ድሕር ካብ ጻዕዳ ወሊዶም እቲኦም ደቆም ዓረብ እዮም ዝመስሉ ልክዕ ዓረብ እዮም ዝመስሉ ሕጂ ናይ ኣቦ ሓጎታቶም ዋላ ሓንቲ ክወስዱ ኣይኽእሉን እዮም ሕጂ እዚኦም እንድሕር ንሕና ከም ሕብረተሰብ እንድሕር ምስ ተወሰነ ግዜ ምስ እዚኦም ደቂ ስዊድን ካብኦም ወሊድና ገለመለ እቲኦም ደቂ ደቅና ንዓና ይመስሉን እዮም ከምዚ ዓረብ፣ ስፐይን፣ ጥልያን ገለመለ ከምኡ እዮም ዝመስሉ ወይ ላቲኖ ገለ ከምኡ ዓይነት እንታይ ሽሙ ሕብረተሰብ ይፍጠር ማለት እዩ ሕጂ እቲ ናይ ደቂ ያፌት ኸማን ብከመይ እቲ እንታይ ሽሙ እቲ ናዕና ስለምንታይ ደይመስሉ ክበርሃልና ተስፋ ገብር ማለት እዩ ሕጂ ደቂ ኖህ ኩሎም ዳርጋ ንዓና እዮም ዝመስሉ ነይሮም ትብል ትኽእል ኢኻ። ሕጂ እዚ ከማን ኣብ ናይ ግብጺ ቅድሚ ክልተ ሽሕ ዓመት ዝነበረ ስእልታት ገለመለ እንድሕር ርኢኹሞ ኩሎም ንዓና እዮም ዝመስሉ ከምዚ ንጸዓዱ ወይ ንዓረብ ገለ ኣይመስሉን እዮም ሕብሮም ብራውን እዩ ብራውን ኢና ሕጂ ንዓና ከም ጸለምቲ እንድዮም ዝብሉና ግን ጸሊም ጸሊም ካልእ እንድዩ ጻዕዳ ከማን ካልእ እንድዩ ሕጂ ኣብ ሞንጎ ተፋላለይ ዓይነት ሕብሪ ኣሎ ማለት እዩ ሕጂ ብኣ ምክንያት ሕጂ ሓደ ክልተ ሰባት ስለ ዝሓተቱና ከመይ ድኣ እዚኦም ዓረብ ንዓና ደይመስሉ ንሕና ገለ ገለ ይብሉ ነይሮም ድዮም ግን እዚ ልክዕ ኣይኮነን እዚ ከማን እዚ ማፕ ትሪኦ ዘለኹም እቲ መሰረቱ ካብቲ ሃይማኖት እዮም ኣምጺኦሞ ማለት እዩ ካብቲ ሃይማኖት እቲ ሓበሬታ ኣምጺኦም ነዚኣ ማፕ ሰሪሖማ ማለት እዩ ተወሳኺ ሕጂ ቋንቋ ትግርኛን ሄብራይስትን ብዙሕ ፍልል የብሉን ዳርጋ ቁሩብ ትሰምዖ ትኽእል እንዲኻ ኣለዉ ቃላት ሓደ ዘይኮኑ ግን ንኣብነት እቲኣ ሰ ናብ ሸ እያ ትቕየር ኣብ ቋንቋ ሄብራይስቲ ማለት እዩ። ሕጂ ከም ሶኒ ሸኒ ይብሉ ማለት እዩ። ሶሉስ ከም ሸሊሺ ይብሉ ማለት እዩ። ወይ ሓሙስ ከም ኻምሺ ይብሉ ወይ ሰላም ከም ሻሎም ይብሉ ማለት እዩ። ሕጂ እዚ ነቲ ሰ ናብ ሸ እንድሕር ቀይርካዮ ዳርጋ ትግርንያን ሄብራይስትን ይኸውን ወይ ዓረብ ሄብራይስትን ይኸውን ሕጂ ብዓረብ እስማ እንድሕር ኢልካ እሶም ሸም ይብሉ ሸም ሽም ማለት እዩ ብናቶም ቋንቋ ማለት እዩ ሕጂ እዚ እንድሕር ፈሊጥካዮ እቲ ቋንቋታት ቀልጢፉ ትመሃሮ ቀልጢፉ ክርዳእካ ይቀለልካ እዩ ኣይኸብደካን እዩ ማለት እዩ ሕጂ ተወሳኺ ዮም ዮም ብትግርኛ መዓልቲ ማለት እዩ ዮም ሕጂ ግዝ እዩ ግዝ ሕጂ ብቋንቋ ዓረብን ሂብራይስትን ከማን ዮም መዓልቲ ይበሃል ማለት እዩ ሕጂ እዚ እዮም ኣብ ናይ ውዳሰ ማርያም ዘረቡዕ ትረኽብዎ ትኽእሉ ኢኹም ማለት እዩ ኣብ ታሕቲ ግብረ ድንግል ይሰባሕ ይሰብህ ልሳንን ዮም ይብሉ ማለት እዩ ሕጂ ዳርጋ ብዙሕ ቃላት ኣብ ናይ ግዝ ትረኽቦ ኣብ ናይ ዓረብን ኣብ ናይ ሄብራይስትን ቋንቋ ትረኽቦ ትኽእል ኢኻ ማለት እዩ ዋላ እቲ ትግርንያ ዋላ እቲ ትግረ ኣብኡ ከማን ዳርጋ ትረኽቦ ትኽእል ኢኻ ማለት እዩ። ንኣብነት ሕጂ መድሃኒ መድሃኒ ሕጂ ሜዲከመንት ማለት እዩ ብእንግሊሽ ማለት እዩ ሕጂ እንድሕር ሓሚምካ መድሃኒት ወሲድካ ትሓዊ ማለት እዩ መድሃኒ ከማን ምድሓን ትብሎ ትኽእል ኢኻ ማለት እዩ ግን እንድሕር ካብ የማን ናብ ጸጋም እንድሕር ኣንቢብካያ ኣብዚኣ ከማን ተጋጊያ እንዲያ ተጻሒፋ ዘላ ካብ ጸጋም ናብ የማን ደይኮነ ካብ የማን ናብ ጸጋም እንድሕር ኣንቢብካያ ንሃድም ንሃደመ ትኸውን ማለት እዩ ሕጂ ብዙሕ ግዜ እቲ እንድሕር ጽቡቕ ኮይኑ እቲ ሓደ እቲ ካልእ ቃል ካብ የማን ናብ ጸጋም እንድሕር ኣንቢብካዮ ኦፖሲት ናቱ ኮይኑ ጸናሕካ ማለት እዩ። ወይ ምስኡ ምትእስሳር ዘለዎ ትርጉም ኮይኑ ይጸናሓካ። ሕጂ ንኣብነት ሓበረ ሓበረ እንድሕር ሕጂ ካብ ሓበረ ካብ የማን ናብ ጸጋም ኣብዚኣ ከማን ተጋግየ ጽሒፈያ እንድየ ካብ የማን ናብ ጸጋም እንድሕር ኣንቢብካያ ረብሓ ትኸውን ማለት እዩ። ሕጂ ሰብ እንድሕር ሓቢሩ እንድሕር ብሓንሳብ ሰሪሑ ሕብረተሰብ ይረብሕ ትብሎ ከማን ትኽእል ኢኻ ማለት እዩ። ሕጂ ምትእስሳር ኣሎ እቲ ካብ የማን ናብ ጸጋም ምንባብ ካብ ጸጋም ናብ የማን ምንባብ እንድሕር ኣንቢብኩም ሓደ ሓደ ግዜ ትርጉሙ ቀልጢፉ ይርድኣኩም ሓደ ሓደ ግዜ ዓረብ ጸንሓኩም ማለት እዩ ሕጂ ከም ንኣብነት መሓሪ መሓሪ መሓሪ ሕጂ እዚኣ ሓበረ ተጋግያ እንደ ተፃሒፈ ዘላ መሓሪ ሕጂ እንድሕር ካብ የመን ናብ ፀጋም ኣንቢብካያ ረሓሚ ረሓመ ትመፅእ ማለት እዩ ሕጂ ብዓርብ ረሓመ እንታይ ማለት እዩ መርሲ ማለት እዩ ብቋንቋ ኢንግሊዝ መሓሪ ማለት እዩ እኮ ድሕር ቶርጊምናዮ ማለት እዩ ሕጂ እቲ ዋላ እቲ ቀሽን ሼኽን ሓደ ከም ዝኾነ መዓስ ኢኻ ትፈልጦ እንድሕር ካብ የማን ናብ ጸጋም እንድሕር ኣንቢብካዮ ሽዑ እቲ ሼኽ ቀሺ ጸንሓካ ማለት እዩ እንድሕር ኦፖሲት ኣንቢብካዮ ሸይኽ ክጸናሕካ ማለት እዩ። ሕጂ እቲ ቃላት መብዛሕትኡ ግዜ እቲ ናይ እዚኤን ደቂ ሰምን ደቂ ሃምን ደቂ ያፌትን እቲ ቋንቋታት ተመሳሰሊ እዩ፣ ብዙሕ ፍልልይ የብሉን ማለት እዩ። ሕጂ ተወሳኺ ኣብዚ ኣብ ናይ ጉግል ባዕልኹም ትሪኦ ትኽእሉ እንዲኹም ባዕልኹም ድሕር ዓረብ ቁሩብ ትጽሕፉ ትኽእሉ ኮይንኩም ትግርኛ እንድሕር ትኽእሉ ዝበለጸ ሽዑ ባዕልኹም መርሚርኩም እቲ ኣነ ዝበልኩኹም ሓቂ ኮይኑ ጸንሓኩም ማለት እዩ ሕጂ ዓረብ ከማን ካብ ቦታ ናብ ቦታ ቁሩብ ይፈላለይ እንድዩ እቲ ኣዳማምጻ ገለመለ ሕጂ እቲ ናይ ስዑዲ ዓረብ ኣሎ ናይ እቲ ሴሜን ኣፍሪቃ ዓረብ ኣሎ ተፋላይ ቁሩብ እቲ ድምጺ እዩ ጥራሕ ዝፍለ ወይ እቲ ቃላት ከማን ሓደ ሓደ ግዜ ግን መብዛሕትኡ ዳርጋ ተመሳሰሊ እዩ ትብሎ ትኽእል ኢኻ ማለት እዩ ሕጂ ግዝ ኣብ ተፋላለየ ዩኒቨርሲቲ የምህሩ እንድዮም ሕጂ ንኣብነት ከም ኦክስፎርድ ኣብኡ ግዝ የምህሩ፣ ኬምብሪች የምህሩ፣ ሃርቨርት ዩኒቨርሲቲ የምህሩ፣ ኣብ ናይ ጀርመን ሃምቡርግ ዩኒቨርሲቲ የንብቡ ማለት የምህሩ ማለት እዩ ነቲ ቋንቋ ግዝ ማለት እዩ። ሕጂ እዚኦም ስቕ ኢሎም ኣይኮኑን ቋንቋ ግዝ ዘምህሩ ዘለዉ ቋንቋ ግዝ ቡዙሕ ምስጢር ስለ ዘለዎ ቡዙሕ ታሪኽ ትፈልጥ ትኽእል ስለ ቡዙሕ መድሃኒት ትረኽብ ስለ ትኽእል ብኣ ምኽንያት እዮም ነዚ ቋንቋ ዝምርምርዎ ዘለዉ ማለት እዩ ሕጂ መዓት ምስጢር ኣሎ ሕጂ ግን እቲ ጸገም ከም ናይ ኣብ ኤርትራ ኢትዮጵያ ጥራሕ ዝውክል ቋንቋ መሲልዎም እዩ ዘምህሩ ማለት እዩ። ከምዚ ናይ ዓለም ቋንቋ ገይሮም ኣይርእዮን እዮም። እሶም ሕጂ ከም ናይ በቃ ኣብ ናይ ሃይማኖት ኣብ ናይ ኤርትራን ናይ ኢትዮጵያን ቋንቋ እዩ ጥራሕ ዘሎ ገለ ኢሎም እዮም ዝርእዎ። እዚኣ ሕጂ ቁሩብ እንታይ ሽሙ እንድያ ከም ናይ ኣዳም ሄዋን ቋንቋ እንድሕር ርኢኻያ ዝያዳ ኣመራፂ ይብላ ማለት እዩ ስለምንታይ ከምኡ ይብል ምትእሳር ኣለዎ ምስቲ ካልእ ቋንቋታት ማለት እዩ እቲ ካልእ ቋንቋታት እንድሕር ግዝ ተረዲብካ እቲ ካልእ ቋንቋታት ትዛርቦ ኣይሽግረካን ማለት እዩ ኣብዚ ሕጂ ሓደ ክልተ ሊንክ ነዊሐን ድን ዘለዎ ኣብዚ ስእሊ ዳሓን ኣብቲ ታሕቲ ኣብቲ ናይ ዩቱብ ዲስክሪፕሽን ኣብቲ ታሕቲ ናይ ዩቱብ እቲ ሊንክ ክሰደልኩም እየ ባዕልኹም ትሪኦ ትኽእሉ ኢኹም እዚኦም ሕጂ እዚኦም ዩኒቨርሲቲ ዓበይቲ ዩኒቨርሲቲ ተባሂሎምስ ዝገርመካ ነቲ ከም ሶርስ ዝወስዱ እንታይ እዮም መፅሓፍ ቅዱስ እዮም ዝወስዱ ማለት እዩ ሕጂ እቲ መፅሓፍ ቅዱስ ልክዕ እንድዩ ኣብ መጽሓፍ ቅዱስ ክሳብ ሕጂ ግዝ ኣሎ ማለት እዩ ግን ግዝ ከም ቋንቋ ትሪኦ ኣለካ ከም ናይ ሓደ እምነት ዝሓዘ ቋንቋ ጥራሕ ዘይኮነ ናይ ዓለም ቋንቋ እዩ ምስ ናይ ዓለም ቋንቋታት ምትእስሳር ኣለዎ ኢልካ ትሪኦ ኣለካ ማለት እዩ ክሳብ ሕጂ ኣብ ቤተክርስትያን ድዩ ጸኒሑ እቲ ቋንቋ ግእዝ ግን ብዙሕ ምትእስሳር ኣለዎ ምስቲን ካልእ ቋንቋታት ማለት እዩ ምስቲ ናይ ሄብሩ ቋንቋ ማለት እዩ ሄብራይስቲ ምስቲ ናይ ዓረብ ምስ ካልእ ተፈላለየ ዓይነት ሃገራት እንድሕር ግዝ ፈሊጥካ እንድሕር ግዝ ክኢልካ ኣብ ታሪክ ኣብ ቋንቋ ኣብ ናይ መድሃኒት ምርካብ ገለመለ ብዙሕ ይሕግዘካ እዩ ነዚ ፈሊጦም እዮም ኮ ዘምህሩ ዝፅዕሩ ዘለዉ ማለት እዩ ኣብዚ ሕጂ ኣርባዕተ እንደ ጥራሕ ገይረ ግን ልዕሊ ዕስራ ዩኒቨርሲቲ ኣለዉ ግእዝ ዘምህሩ ማለት እዩ ከም ሓፈሻዊ ኣፍልጦ ክንፈልጦ ኢለ እዘን ኣርባዕተ ጥራሕ ቀሪበ ዘለኹ ግን ድሕር ተገዳስነት ኣሎ እቲ ካልእ ከማን ደልየ ኣብቲ ዲስክሪፕሽን ክውስኸሉ ክእል እየ ሕጂ ንኣብነት እቲ ስርዓት ናይ ፊደል ማለት እዩ ሕጂ ናይ ግእዝ ሃለ ሓመ ሰረ ሸቀ ቀ በቨ ተ ይብል ማለት እዩ ስርዓት ፊደል ግእዝን ትግርንያን ትግረን ካብ ጸጋም ናብ የማን ይንበብ ማለት እዩ ይጸሓፍን ይንበብን ማለት እዩ ሕጂ ኣብ ናይ ዓረብ ኣብ ናይ ሄብራይስትን ስርዓት ፊለ ደ እቲ ካብ ካብ ካብ የማን ናብ ጸጋም እዩ ዝንበብ ማለት እዩ ኣብ ናይ ሄብራይስትን ኣብ ናይ ዓረብን ማለት እዩ ሕጂ እንድሕር እቲ መጀመርታ ፊደል እንድሕር ርኢኹም ኣለፍ ቤት ይብል ማለት እዩ ኣብ ናይ ሄብራይስቲ ማለት እዩ እቲ ፊደል ናይ ሄብራይስቲ ካልእ ግዜ ከቕርበልኩም እየ ብትግርኛ ጌረ ምእንቲ እቲ ኣብ ናይ መጻኢ መርመራ ምእንቲ ክሕግዘና ግን ሕጂ ከይበዛሓኩም እቲ ዓረብ እንተ ዓረብ እንድየ ጥራሕ ገይረ ዓረብ ከማን ዕድል ኣለና ከነንብቦ ገለመለ ኣብ ሃገርና ብዙሕ ጽሑፍ ገለመለ ዓረብ ንርኽብ እንዲና ሕጂ እቲ ኩሉ ግዜ እንድሕር ነንብቦ ኮይና ይሕግዘና እዩ ማለት እዩ ሕጂ እቲ ኣለፍ ቤት ይብሉ ማለት እዮም እቲኦም ሄብራይስቲ ኣብ ዓረብ ኣለፍ ባእ ታእ ይብሉ ማለት እዩ እዚኤን ክልተኤን ካብ የማን ናብ ፀጋም እዮም ዘንብቡ ማለት እዩ ዓረብ ይኹኑ ሄብራይስቲ ይኹኑ ማለት እዩ ሕጂ ኣሌፍ ቤት ወይ ኣሌፍ ባ ታ እንድሕር ቀልጢፍኩም ኣንቢብኩሞ ሰለስተ ግዜ ኣርባዕተ ግዜ እንድሕር ቀልጢፍኩም ኣንቢብኩሞ ኣልፍ ቤት ኣልፍ ቤት ኣልፍ ቤት ኣልፍ ቤት ወይ ኣሌፍ ቤታ ኣሌፍ ቤታ ኣሌፍ ቤታ እንድሕር ኢልኩም ካበይ እቲ ናይ ላቲን ፊደል ከም ዝመጸ ይበርሃልኩም ማለት እዩ። ሕጂ ኣብቲ ቀዳማይ ክፋል ሓቢረኩም እንደ ነይረ ኣልፋቤት ኩሉ ካብቲ ናይ ባቢሎን ተመስሪቱ እንድዩ ናብ ግሪኽ ናብ ጥልያን ኸይዱ ናብ ደቂ ያፌት ናብኡ ይትዮሞ ማለት እዩ ግን ሕጂ እቲ መበገሲ እዚአን ክልተ ትወስደን ትኽእል ኢኻ ማለት እዩ ኣሌፍ ባ ታ እንድሕር ኢልካ ወይ ኣሌፍ ቤት ኣሌፍ ቤት ኣሌፍ ቤት እንድሕር ኢልካ ኣልፋቤት ይመፅእ ማለት እዩ እዚኣ ሕጂ ከም ንኣብነት ኢለ እንዲ ኣቕሪበያ ደሓን ኣብ ሳልሳይ ክፋል ብሰላም ኣራኽበና ሕጂ ወዲእና እዚኣ ካልኣይ ክፋል ንዓፅዋ ነዊሑኩም ከይኸውን ተስፋ ገብር ኣሕፅር ኣቢለ ከቕርበልኩም ክፍትን እያ ኣብ ሳልሳይ ክፋል ብሰላም ኣራኽበና ቻው